ሰላም ሰላም ፍትዋትን ክብራንን ኣብ መላእ ዓለም ትርከቡ ናይ ቻናል ቤተሰብ በብዘለኹምዎ ሰላምኩም ብዝሕ ተረፍ ይበለለይ። እንኳዕ ድማ ናብ ቻናለይ ብሰላም መጻኹም ክብራት ኣሕዋተይ። ናይ ሎማዓንቲ ቪድዮ ዝኸውን ከዓኒ ክብራት ኣሕዋተይ ብፍላይ ድማ ኣብ ስደት ዘለኽን ሓፈሻዊ ግድን ስዑድ ዘይኮነስ ብቻ ሓፈሻዊ እንዳሰብ ትሰርሓ ኣብ ዓዲ ዓረብ ዓባይ ትምህርቲ እየ ሒዘልኩም መፅየ ዝኔኹ እና ናብ ብዙሕ ሰብ ምእንታን ክባፃሕ ላይክ ሸር ግበርዎ ማለት እዩ ክብራት ኣሕዋትይ ንቻናለይ ሓደሽቲ ዝኾንኩም እውን ሳብስክራይብ ናግበርኩም ንቻናለይ የዕብይለይ ላይክ ሸር ነትገብርለይ ከዓ ካብ ልቢ ናመስገንኩ እየ እና ሎማዓንቲ እውነት ብጣዕሚ እየ ሓዚነ ባይዘወይ ኣብዚ ሕዚ ግዜ ሲ እንድዒ ትግዝኡ ድዩ ከፊኡ ከይንብሎ ግዜ እንታይ ገይሩ ሰባት ኢና ንኸፍእ ዘለና እና ብፍላይ ኣብ ዓዲ ዓረብ ንዘለና ብፍላይ ድማ ኣብ ስዑዲ ዓረብ ብበዝሒ ስራሕ የለን እና ስራሕ የለን ኢልና ናብ ዝረኸብናዮ ገዛ ኢና ንኸይድ ማለት በቃ ብዙሕ ግዜ ኮፍ ንብል ኣብ እጃዛ እሞ ኮፍ ኢልና መኽፈሊ ገዛ ክራይ ክንስእን ንኽእል እንበልዖ ንሰትዮ ክንስእን ንኽእል ካብኡ በቃ ብጭንቂ ዝኾነ ይኹን ኢልና ሸው ኢልና ንኸይድ ማለት እዩ ግን ደሞ ዝኸፍአ እዩ ክበጽ ዝኸፍአ ክበጽሐና ስለ ዝኽእል ዝኸፍአ ይብጻሕኽን ጥዑይ ሰብ የጋጥምክን ግን ክነስተውዕል ኣለና እዩ ሓንቲ ሓፍትና ዘጋጠማ እኒሆ ናብዛ ኮሜንት እየ ከብለኩም ሓቢርና ከነንብባ ኢና እና በይዛካትክን ጥንቃቀ ግበራ ናብዛ ዓዲ ክንሰርሕ መፂና እዎ ዶ መቸስ ካብ ሰለስተ ኣርባዕተ ሓሙሽተ እስካብ ዓሰርተ ዓመት ልዕሊ ኢና ፀኒሕና ኣብዚ ዓዲ እና እቲ ዝሰራሕናዮ ዝቀደመስ ተመስገን ኢልና ወርሒ ክልተ ወርሒ ሰለስተ ወርሒ ኮፍ ስለ ዝበልና ብዙሕ ኣይንጨነቅ ክብለክን ይፈቱ ካብኡ ከዓስ ኣብ ሂወትክን ንስካትክን ሙሉእ ጥዒና ይሃልኽን ቤተሰብክን ምሉእ ጥዕና ይሃልዎ እምበር ብዙሕ ኣይትጨናነቓ ስራሕ ዘይሰራሕና ገር ኢልክንስ ኣይትጨናነቓ ኩሉ ናይ ፈጣሪ እዩ እና ደቂ ዓብይትዋይ ማዓረይ ፈጣሪ ወፂኻ ካብ ምቕራይ ይሓልኹም ፈጣሪ ካብ ክፍእ ዘበለ ኩሉ ይሓልኹም ብፍላይ ደቂ መዳን ቅመመይ ንኹላኻትኩም ማለት እዩ እና እንድዒ እታ ኮሜንት ከመይ ገይረ እየ ከንበበኩም ኣነ ብጣዕሚ ተሳቒቓ የንቢበያ ፈጣሪ ካብ ከምዚ ዓይነት ነገር ይሓልኹም እስኪ ዝሮ ነንብባ እሞ ተምህረኩም እያ ኢለ ስለ ዘምፃእኽዋ እዛ ቪድዮ ነንብባ ሓቢርና እና ቅድሚኣ ግን በቃ ስነልቦናኹምሲ ተጠንክርዎ ኣለኩም ንኸትጭነቑ ንኻልእ ካልእ ኢለ ኣይኮነን ግን ድማ ንኸትጥንቀቑላ እየ እዛ ቪድዮ ዝሰርሓ ዘለኹና ቅድሚኣ ቅድሚ ናብታ ኮሜንት ከፍ ምባለይ ቅድሚ ምርኣይኹም ተጠንቀቑ ንስምዒትኩምስ እንትን ከይትብሉ ማለት እዩ እና ክብራት ኣሕዋተይ ከምዚኣ ትብል ትረኣየኩም ክትኸውን ተስፋ ይገብር ኣነ ካብ ዝሪኣን ካብ ዝሰምዓን ነዊሕ ግዜ ገይረ እየ። እዚ ነገር እዚ ሕዚ ኣይኮነን ተፈጢሩ ኣብ ዓዲ ዓረብ ኣብ መብዛሕትኡ ገዛ ዝፍጠር ነገር እዩ። ምንም እኳ ናብ ሶሻል ሚድያ ይውፃ እምበር ናብ ሶሻል ሚድያ ዘይወፀ ድማ ሓደ ፈጣሪ እዩ ዝፈልጦ። ክንደይ ናይ ኣሕዋትና ብዚ ከምዚ ዓይነት ነገር ሂወተን ዘስእና ማለት እዩ እና ነንብባ እሞ ኣብ ስደት ዘለኽን ኣሕዋተይ ተጠንቀቓ። ሓንቲ ሓፍትና ወዲ ዓሞኣ ወዲ ዓሞኣ እውነት እንድዒ እሞ እለ ከንብቦ ባዕሉሲ ኣይኸኣልኩይ ብቻ ከምዛ ትሪእዋ ዘለኹም ወዲ ዓማኣ ኢሉ በዓል ተመንብዎ ቀቲልዋ እዩ ዝብል ዘሎ ብጣዕሚ ከቢድ እውነት ሰኺሩ መፂኡ ምስ ደቂ ዓሙኡ ነይራ ምስ ደቂ ዓሙኡ ነይራ ምስ ደቂ ዓሙኣ ነይራ ደቂ ዓሙኣ ማለት እቶም ዘስርሕዎ ኣዕራብ ማለት እዩ ዓሙኣ ማለት ንሶም ኣምሊጦም ገዛ ዓፅዮም ኣብ ኣብ ደገ ንሳ ኣብ ደገ ኔራ ንዓኣ ድማ ሂወታ ክትስእን ጌርዋ ድሕሪት ድሕሪት ኣብ ዒዳቢ ዒዳቢ ዝብሃል ቦታ ኣዲኡ እያ ናብ ዓሞታተይ እናበኸየት ደዊላ ነጊራትና ቱ ዝቀተላ ውን ባዕሎም ኣትሒዘምዎም ኣትሒዘምዎ እዮም ስለዚ መስተ ዝሰትዩ ተልዮምኽን ደቂ ዓሞኽን ነብስኽን ሓልዋ ኣሕዋተይ ብዓድን ብስደትን ተወዲእና እህ ካብ ወፂእኻ ምትራፍ ይምሓረና ንሕናለ ንሓፍትናለ መንግስተ ሰማይ የዋርሳ ኣሜን ኣሜን ኣሜን በእውነት እግዚኣብሔር ኣምላክ ስደታ ሪኡ ነብሳ ብኣፀደ ገነት የንብረልና ሓፍተይ ናተይ ብዙሕ ክንደይ ነገራት ሓሲባ ክንደይ ኣቂዳ ብከምዚ ዓይነት ከይሓሰወቶ ሂወታ ከስእን ከላ ብጣዕሚ እዩ ከቢድ እና እግዚኣብሔር ኣምላክ ድማ መንግስተ ሰማይ የዋርሳ ኣብ ሕቁፉ የንብራ ሕቁፍ ድግፍ የብላ ሓንቲ መዓልቲ እሰየ ከይበለትኪ ዓረፈት ባይዘወይ ክብራት ኣሕዋተይ ኣብ ህይወትኩም ማለት እዩ መሓዛይኮ ገዛ ስሪሓ ኣነ ደኣ መዓዝ እዩ ገዛ ከስርሕ መሓዛይኮ መኪና ገዚ ኣነ ከ መዓዝ እዩ ከም ዝገብር መሓዛይኮ ክንድዚ እንሄዎ ኣነ ግን ምንም ዘይብለልክን ትጭነቃ ትህልዋ ዶ ደቂ ዓበይቲ ዋይ እስ ኣብ ህይወትክን እሲ ከምዚ ከማየ ክርስትያን ዝኾንክን ኣብ ህይወትክን ተዓብዪ ሃፍትኽን ንንስሃ ሞት ያብቅዕኽን ማንም ሰብ ሓጢኣት ዘይብሉ ሰብ የለን እሞ ኩላትናሲ ሓጢኣተኛታት ኢና እና ፈጣሪ እግዚኣብሔር ኣምላኽ እቲ ትኣምኖ ኣምላኽ ንንስሃ ሞት የብቅዕኽን ናይ ንስሃ ዕድመ ይወሰክን ብሰላም ብጥዕና እቶም ትፈትዎም ስድራ ቤትኩም ኣሕዋትኩም ብሰላም ብጥዒና ዓይኒ ንዓይኒ የራኢኹም ካልእ ምንም ከይትምነይ ክብራት ኣሕዋተይ ኣብ ሂወተይሲ ናይ ንስሃ ዕድመ ወስኸለይ ንንስሃ ሞት ኣብቅዕኒ እቶም ዝፈትዎም ቤተሰበይ ዓይኒ ንዓይኒ ኣራኣየኒ ጎይታይ መዓረይ ስደት የሕፅርካ ብሰላም ዓደይ መልሰኒ እዚኣ ጥራሕ ትኹን ፃሎትኩም እውነት ከምዚ ክትሰምዕ ከለኻሲ ገዛ ከስርሕ መሓዘይ ከምዚ ገይራ ኣነ ከምዚ ይገርኩ ትብላለ ሰዓት ድዩ ኣይኮነን ስራሕ ስኢነ ኮፍ ኢለ ኢልክን ትጭነቃሉ ድዩ ኣይኮነን ክብራት ኣሕዋተይ እና ብቻ ኣንዳይ ብቻ ብጣዕሚ ይኸቢድ ደቂ ዓበይቲ ወይ ማዓረይ እንዳይ ቤተሰባ ይሰምዑን ክኽእልዎ ድዮም እግዚኣብሔር ኣምላኽ ዝርዓቱ ይሃቦም ስለዚ ተኽብለክ እንደል እየ ዝሓፍትና እዚኣ ብቻ ይኾነትን ምናልባት ዝሓፍትና እዚኣ ዓማኣ ትንዓኣ ዝቐተላ ትሒዛቶ እያ ሰብ እውን ፈሊጥዎ እኒሆ ግን ደሞ ሰብ ዘይፈልጦ ብሕቡእ ክንደይ ኣሕዋትና ከዓስ ይቐንፀላ ኣለዋ ክንደይ ክንደይ ክንደይ ክንደይ ቁፅረን ሓደ ፍጣሪ እዩ ዝፈልጦ መዓት ሰባት ማለት እዩ መዓት ሰብ በየፌስቡኩ ሓፍተይ ጠፊኣት እናዓዲ ዓረብ ከይዳ እንዳኣገለ ከምዚ ኢላ ስራሕ ኣትያ ጠፊኣ ክንደይ ነገርና ንሰምዕና ተጠንቀቃ ክብለክን ይፈቱ ብፍላይ ድማ ብፍላይ ድማ ዋላ ዓሞታት ግን ጥዑያት ኮይኖም ኣብቲ ትሰርሓሉ ቦታ እንተስ ደቆም እንተስ ኣሕዋቶም ብዙሕ ናይ- ብዙሕ ማለት ናይ ኣእምሮ ፀገም ዘለዎም ደቂ ኣንስትዮ ይኹን ደቂ ተባዕትዮ እንድሕር ድኣ ሃሊኦም እም፣ ካብ ህይወትክን ዝዓቢ ነገር ስለ ዘየለ ብጋናኽን ካብቲ ገዛ ክትእለያ ኣለክን ስራሕ የለን እሞ ከይደ ኮፍ ካብ ዝበሲ እስኪ ክፅመም ስራሕ እስኪ ዓዙ ጅመር እናበልክን ኮፈይ ትበላ የዕበይንኣስ ወዲ ይኹን ጓል ናይ ኣእምሮ ጸገም ዘለዎ ሰብ እንድሕር ደሃልኡ ወይ ከዓ ዝሰክር ብቻ ንህይወት ሓደጋ ከብፀሐለ እዩ ትብልኦ ሰብ እንድሕር ደሃልኡ እልይ በላ ካብቲ ቦታ ንሱ ማለት እዩ እና ክብራት ኣሕዋተይ ሼር በልኦ ላይክ እናግበርኩን እውን ኣበረታትዐኒ እና ንድዒ ብቻ ሲ ብግዚኡ ብጣዕሚ የሓሪቐ ብጣዕሚ ተሰሚዒኒ ፈሪሓ እውን ብእውነት ፈሪሓ ምንም ኢኻ ዘይትምነ እዚ ዓድስ እዚ ክንዲዚ ዓመት ክንዲዚ ወርሒ ክሰርሕ ዘገብር ዘገብር ዘይትብል ከምዚ ዓይነት ነገር ክትርኢ ከለኻ እና ዝሮ ዝሮ ግን ኩሉ ናይ ፈጣሪ ስለ ዝኾነ ኣብ ሂወት ክንፀሎት ኣይትፍለያ ፀሎት ግበራ ደቂ ዓበይትዋይ ማዓረይ ፈጣሪ ወፂኻ ካብ መቕረይ ይሓልኹም በእውነት እየ ዝብለኩም ስደት ብጣዕሚ ክፉእ እዩ ማለት እዩ እና ያው ዝሮ ያው ከምታ ዝበልኩም እያ ሰካራም ሰብ ክኸውን ይኽእል ብፍላይ ሓደ ሓደ እኒው ናይዚ ዓዲ ናይዚ ዓዲ ሕግ ደሞ ንእሽተይ እናመሓየሽዎ እዮም ዝኸድ ዘሎ ከምቲ ናይ ቀደም ይኮነን መስተ ገለ ሓደ ሓደ መስተ ይፍቀድ እዩ ከምኡ እውን እቲ ዘይፍቀድ ሕውስ ናብ በሉ ስለ ዝሰትዩ ዝሰትዩ ወዳት ናይ ኣእምሮ ፀገም ዘለዎ ምዕራብ እንድሕር ዶ ሃልዮም ተጠንቀቓ እና ክብራት ኣሕዋተይ ናይ ሎማዓንቲ ቪድዮ እዚኣ ትመስል ነይራ ብካልእ ቪድዮ እስካዕ ዝምለሰኩም ደሞ ብዘለኸምዎ ሰላምኩም ይብዛሕ ይብዛሕለይ ወፂኻ ካብ ምትራፍ ደሞ ፈጣሪ ይሓልኹም ብፍላይ ደቂ መዳን ቅመመይ ብጣዕሚ እየ ዝፈትወክን ዘኽብረክን ንኹላኻትኩም ናይ ቻናለይ ተኸታተልቲ ብጣዕሚ እየ ዝፈትወኩም። ሰሰናዩ ባይ ባይ